ሰላም ዝኸበርኩም ኣብ ርሑቕን ቀረባን ኮንኩም መደባተይ ትከታተሉ ዘለኹም ኣሕዋት ኣኣብ ዘለኹሞ ጽቡቕ ክትህልዉ ተስፋ እንዳገበርኩ፣ ንሎሚ ድማ ንዓኹም ጠቓምን ኣገዳስን ዝኾነ ንጫፍ ጫፉ ዝደርቕን ዝሰባበርን ተሪርን ጨጉሪ ጠቓሚ ዝኾነ ትሕዝቶን ሓደ ሓደ ንጥዕና ጨጉርና ኣገዳሲ ዝኾነ ክንገብሮ ዘለና ነገራትን ተርኢ ቪድዮ እየ ሒዘልኩም መጽየ ዘለኹ ስጋብ መወዳእታ ምሳይ ጸንሑ። መጀመርያ ኣዳልያ ዘለኹ እምበኣር ንፎሮፎር ዘለዎ ይኹን ሰሓግ ከምኡ ውን ጨና ዝገብር ቆርበት ናይ ርእሲ፣ ንዘለና ማለት እዩ፣ ከምኡ ድማ እቲ ብተደጋጋሚ ንጥቀመሉ ዘይቲ ይኹን ማስክ ክንጥቀመሉ መታን፣ ክንገብሮ ዘለና ኣገዳሲ ስክራብ ወይ ድማ መፋሕፍሒ ንቆርበት ናይ ርእስና፣ ከመይ ጌርና ከም ነዳልዎን ከም ንጥቀመሉን ክንርኢ ኢና። ነዛ ንኹሉ ጠቓሚ ዝኾነት ስክራብ ድማ ብውሕድ ትሕዝቶታት ኢና ከነዳልዋ። እቲ ቀንዲ ትሕዝቶ ድማ ሽኮር እዩ ክኸውን። ኣብዚ ዝኣኽለና ሽኮር ክንጥቀም ኢና። ሓደ ሰለስተ ወይ ኣርባዕተ ማንካ መብልዒ ሽኮር ጌርና ድማ ምስኡ ሓደ ማንካ ጽሟቕ ናይ ለሚን ከነእትወሉ ኢና። ከምኡ ድማ ዝኾነ ዓይነት ዘይቲ ክነእትወሉ ዘለና ማለት እዩ ከም ዘይቲ ዘይቱን ዘይቲ ስምስም ወይ ዘይቲ ኣልመንድ ይኹን ኮካናት ክንጥቀም ንኽእል ኢና ኩሉ ኣዝዩ ጠቓሚ እዩ ንቆርበት ናይ ርእስና ኣነ ኣብዚ ዘይቲ ዘይቱን ተጠቂመ ኣለኹ ንኹሉ ብሓደ ኣወሃሂድና ድማ ከም መፋሕፍሒ ወይ ድማ ስክራብ ክንጥቀመሉ ኢና ጥቕሚ ናይዛ ስክራብ ድማ ኣብ ቆርበት ናይ ርእስና ንዝተኣከቡ ረሳሓትን ዝሞቱ ቆርበትን ከምኡውን ፎሮፎር ንዘለዎ ውን ብዕሙቕ ዝበለ ከጽርየልና ዝኽእል ኮይኑ ንዑደት ናይ ደም ውን ኣዝዩ ጠቓሚ ብምዃኑ ጨጉርና ካብ ሰሩ ክተርርን ከይምዘዝን ይሕግዘና። እዚ ዓይነት ትሕዝቶ ድማ ንጨጉርና ኣዝዩ ኣገዳሲ እዩ። ብተኸታታሊ ውን ክንጥቀመሉ ዘለና ክንክን እዩ። ብተወሳኺ ዝኾነ ማስክ ይኹን ዘይቲ ንጨጉርና ኣብ ንጥቀመሉ ጊዘ ውን ቆርበትና ፀርዩ ስለ ዘሎ ኩሉ እቲ ንገብሮ ትሕዝቶ ጥቕሙ ክቕበለልና ይኽእል። ከይፋሕፋሕና ማለት እቲ ዘሎ ኣብ ርእስና ዝተኣከበ ረሳሓት ከየፅረና ማስክታት ንገብር እንተኾይንና ግን ፈፂምና ክንጥቀም ኣይንኽእልን ኢና ማለት ዩ። ከምዚ ጌርና ኣዳሊና ድማ መጀመርያ ጨጉርና ብማይ ከነተርክሶ ኢና። ጨጉርና ብማይ ኣተርኪስና ድማ ኣብ ቆርበት ናይ ርእስና ብጫፍ ናይ ኣጻብዕትና ካብዚ ስክራብ እንዳወሰድና ንኹሉ ቆርበትና ንብምሉኡ ማለት እዩ ቀስ ጌርና ብሰርክል ዓይነት ጌርና እንዳፋሕፋሕና ኣብ ኩሉ ከነብጽሖ ኢና። ንሓደ ስጋብ ክልተ ደቂቕ ዝኣክል ድማ ንኹሉ ቆርበትና ምስ ፋሕፋሕናዮ ንሓሙሽተ ደቂቕ ኣብ ቆርበትና ከነጽንሖ ኢና። ድሕሪ ሓሙሽተ ደቂቅ ድማ ብማይ ዝሑል ክንሓጽቦ ኢና ማለት እዩ። ከምዚ ጌርና ብዝቐለለ መንገዲ ስክራብ ኣዳሊና ድማ ንቆርበት ናይ ርእስና ካብ ሓደ ስጋብ ክልተ ጊዘ ኣብ ወርሒ ክንጥቀመሉ ኢና። ኣብዚ ለሚን ንሳሓ ወይ ንፎሮፎር ዘለዎ ቆርበት ኣዝዩ ጠቓሚ እዩ። ኣብ ክንድኡ ውን ሓደ ማንካ ኣቸቶ ከነእትወሉ ንኽእል ኢና። ቀጺልና ድማ ንጨጉርና መግቢ ዝኾኑ ንጫፍጫፉ ዝሰባበርን ተሪርን ንብሕብሪ ዝተባላሸወን ጨጉሪ ኣዝዩ ጠቓሚ ዝኾነ ማስክ ከነዳሉ ኢና። ነዚ ንጨጉርና ፎኪስን ልስሉስን ዝገብሮ ወዝ ዝህቦን ጥዕና ዘለዎን ዝገብር ከምኡውን ንጨጉርና ቁመት ንኽውስኽ ዝሕግዘና ማስክ ብዝቐለለ መንገዲ ኣብ ገዛና ብዝርከብ ትሕዝቶታት ተጠቂምና ከመይ ጌርና ከም ነዳልዎ ክንርኢ ኢና። ነዛ ንጨጉርና ኣገዳሲት ከምኡውን ኩሉ ክጥቀመላ ዘለዎ ማስክ ንምስራሕ ድማ ኣጸቢቑ ዝበሰለ በናና ከድልየና እዩ። ምስኡ ድማ እንቋቑሖ ከምኡውን መዓር ከድልየና እዩ። ንኹሉ ብሓደ ኣወሃሂድና ድማ ከነዳልዋ ኢና። ኣብዚ ዓቐን ከም ብዝሕን ቁመትን ጨጉርና ክንውስኸሉ ወይ ከነጉድለሉ ንኽእል ኢና። ኣነ ክልተ ሓባ ዝበሰለ በናና ተጠቂመ ኣለኹ። ኣብዚ ማስክ እዚ ጠቕምታት በናና ንጨጉርና ድማ ንቆርበት ናይ ርእስና ከይደርቕን ጸሓይ ይኹን ፎሮፎር ከይፈጥረልናን ዝከላኸለልና ኮይኑ ጨጉርና ጥዕና ዘለዎ ኮይኑውን ካብ ሱሩ ክትርርን ከይምዘዝን ይከላኸለልና። ንጨጉርና ድማ ሉስሉስን ፎኪስን ኮይኑ ጥዕና ረኺቡ ክነውሕን ወዝ ዘለዎ ክኸውን ውን ይሕግዘና ዩ። ምስ ክልተ ሓባ በናና ድማ ሓንቲ ብጫ እንቋቑሖ ከነእትወሉ ኢና፣ ብጫኣ ጥራይ ማለት ዩ። እንቋቑሖ ውን ንጨጉርና ዘለዎ ጥቕምታት። ንጨጉርና ኣዝዩ ኣገዳሲ ዝኾነ ፕሮቲን ዝሓዘ ኮይኑ፣ ኣብ ቆርበትና ዝርከቡ ዝሞቱ ዋህዮታት ከጽርየልናን ክትከኣልናን ብምኽኣሉ'ውን ጨጉርና ጥዕና ረኺቡ ቁመት ክውስኽ ይሕግዘና። ከምኡ'ውን ንጨጉርና ከይምዘዝን ክትርርን'ውን ይሕግዘና እዩ። እንቋቑሖ ንቆርበት ናይ ርእስና ከይደርቕን ፎሮፎርን ሳሓን ዝኾነ ዓይነት ባክቴርያ ከይገብር'ውን ይከላኸለልና። ከምኡ ውን ጨጉርና ፎኪስን ወዝ ዘለዎን ጥዕና ዘለዎን ክኸውን ውን ዝሕግዘና ዩ። ቀጺልና ድማ ሓደ ማንካ መብልዒ መዓር ከነእትወሉ ኢና። ምስኡ ድማ ሓደ ማንካ ዘይቲ ክንጥቀም ኢና። ኣብዚ ድማ ዝኾነ ዓይነት ዘይቲ ክንጥቀም ንኽእል ኢና ከም ዘይት ዘይቱን፣ ዘይት ስምስም፣ ኣልመንድ ኦይል ወይ ድማ ኮካናት ኦይል ክንጥቀም ንኽእል ዘለና ከምኡ ውን ዝሰማማዓና ማለት እዩ። ከምዚ ጌርና ድማ ንኹሉ ብሓደ ኣብ ዓሳራ ክንጥሕኖ ኢና። በዚ ናይ ኮሚደረ መጥሓኒ ንጥቀመሉ ወይ ድማ ዝኾነ ሃንድ ፕለንደር እንተልዩና ክሬም ዓይነት ስጋብ ዝኸውን ኣጸቢቕና ጥሒንና ክንጥቀመሉ ኢና። ኣገባብ ኣጠቓቕምኡ ድማ፣ ካብ ቆርበት ናይ ርእስና ጀሚርና ስጋብ ጫፍ ጨጉርና ካብ ዝክሬም ማስክ ለኺና ንፍርቂ ሰዓት ስጋብ ሓደ ሰዓት ከነጽንሖ ኢና። ድሕሪ ሓደ ሰዓት ድማ ከምቲ ልሙድ ኣተሓጻጽባና ብሻምፖ ጌርና ኣጽሪና ክንሓጽቦ ኢና። ኣብ ሰሙን ንሓደ ጊዘ ድማ ክንጥቀመሉ ኢና። ለውጢ ክንርኢ ውን ብኸምዚ ኣዳሊና እንተወሓደ ንሽዱሽተ ጊዘ ክንጥቀመሉ ኢና። ውጽኢት ንኽንረኽበሉ ማለት እየ። ምስ ጠሓንናዮ ድማ ከምዚ ዓይነት ክሬም ዓይነት መጺኡልና ኣሎ። ብኸምዚ ድማ እቲ ነዳልዎ ንሓደ ግዘ ጥራይ ንጥቀመሉ ክኸውን ኣለዎ። እዚ ድማ ንዓበይቲ ጥራይ ዘይኮነ ንቆልዑት እውን ክንጥቀመሉ ንኽእል ኢና። ኣዝዩ ጠቓሚን ኣገዳስን ማስክ እዩ። ብፍላይ ድማ ንጨጉርና ተሪርን ጨፍጨፉ ዝሰባበርን ብሕብሪ ዝተበላሸወን ዘይነወሕን ጨጉሪ ኣዝዩ ጠቓሚ ማስክ እዩ። ተሪርን ወዝ ዘለዎን ጥዕና ዘለዎን ኮይኑ ጨጉርና ንክነውሕ ድማ ይሕግዘና። ከምዚ ጌርና ኣዳሊና ተኸታቲልና ብምጥቃም ድማ ንደልዮ ለውጢ ወይ ድማ ውጽኢት ክንረክብ ንኽእል ኢና። ቀጺልና ድማ ኣብ ጨጉርና ድሕሪ ዝኾነ ዓይነት ማስክ ምጥቃምና ብፍላይ ድማ ጨንኡ ዘይከየድ ዓይነት ማስክ ወይ ድማ ዘይቲ ምስ ንጥቀም ወይ እውን ቆርበትና ብተፈጥሮኡ ጨና ዝገብር እንተኾይኑ ንጨና መስደዲ ዝሕግዘና ትሕዝቶ ክንርኢ ኢና። ብድሕሪ ሻምፖ ምሕጻብና ድማ ከም መለቕለቒ ንጥቀመሉ እዩ። ብድሕሪኡ ምሕጻብ ኣየድልየናን እዩ። ንሱ ድማ ኣብ ፍርቂ ሊትሮ ማይ ጽሩይ ማይ ማለት እዩ ሓደ ማንካ ነስካፈ ወይ ድማ ዝኾነ ኣብ ማይ ብቐሊሉ ዝሓቅቕ ቡን ክንጥቀም ንኽእል። ኣብ ፍርቂ ሊትሮ ማይ ድማ ሓደ ማንካ ነስካፈ ኣእቲና ምስኡ እውን ሓደ ማንካ ኣቸቶ ወይ ድማ ጽሟቕ ኒለሚን ከነእትወሉ ኢና። ነዚ ድማ ንኹሉ ብሓደ ኣወሃሂድና ከም መለቕለቒ ንጥቀመሉ። እዛ ትሕዝቶ እዚኣ ድማ ድሕሪ ብሻምፖ ጨጉርና ምሕጻብና ካብ ጨጉርና ጨና ምኻድ ምስ ዝኣብየና ንጥቀመሉ ኮይኑ ብተወሳኺ እውን እቲ ኣቸቶ ወይ ድማ ሌሚን ንቆርበትና ንፎሮፎር ወይ ሳሓ ዘለና እውን ኣዝዩ ዝጠቕመና እዩ። እዛ ቀላል ትሕዝቶ እዚኣ እውን ንጨጉርና ጨና ንምጥፋእ ጥራይ ዘይኮና ንጥቀመላ ንመትረርን ንጨጉርና ወዝ ዝህበናን ትሕዝቶ እያ። ኣብ ዝሓለፈ ዝሰራሕኩዎ እውን ዝተፈላለየ ንጨጉርና ጠቓሚ ዝኾነ ማስክታት ይኹን ትሕዝቶታት ከምኡ እውን ጨጉርና ጥዕና ንኽረክብ እንታይ ክንገብር ከም ዘለና ዘርኢ ዝተፈላለየ ቪድዮታት ዘይረኣኹሞ እንተሊኹም ኣብ ፕሌይሊስት ኣቲኹም ክትርእይዎ ትኽእሉ ኢኹም። ብኸምዚ ድማ ኣብ መወዳእታ ናይዛ ቪድዮ በጺሕና ኣለና። ስጋብ መወዳእታ ብምክትታልኩም ኣዝየ የመስግነኩም። ንዛ ቻነል ሓደሽቲ ዝኾንኩም ውን ሳብስክራይብ ብምግባር ኣባላት ናይ ቻነልና ክትኮኑ ብኽብሪ ይዕድመኩም። እዛ ቪድዮ ጠቓሚት ኮይና እንተረኺብኩማ ድማ ኣብ ኩሉ ንኽትበጽሕ ሼር ግበርዋ ኢኹም። ንዓይ ውን መተባብዒ ላይክ ኣይትረስዑኒ። ኣብ ቀጻሊ ንዓኹም ዝጠቅም ተመሳሳሊ ቪድዮ ስጋብ ንራኸብ ሰላም።